መበገሲ ናይ ኩሎም ዝብጽሑ ዓበይቲ ነገራት ባህጊ እዩ። እዚ ደጋጊምካ ኣብ ሓንጎልካ ከም ዝዕቀብ ግበሮ። ድኹማት ባህግታት ድኹም ውጽኢት የምጽኡ። ልክዕ ከምቲ ውሑድ ሓዊ ውሑድ ሙቐት ጥራይ ዝህብ፣ ብዘይ ባህጊ ሓዊ የለን። እቲ ኣብኡ ዘሎ ናይ ምግባር ሓይሊ ክወጻሉ ዝኽእል፣ እንኮ መንገዲ ንስኻ ናይ ብሓቂ እንተ ደሊኻ ጥራይ እዩ። ስለዚ ከኣ እዩ እቲ ናትካ ዓሚዩቕ ናይ ምህላው ድሌት መበገሲ ናይ ሓደ ኣዝዩ ዓቢ ነገር ዝኸውን። እቲ ኣብ ውሽጥኻ ኮይኑ ዝድርኸካ ሓደ ነገር ናይ ምብጽሑን ናይ ምብጽሑ ባህጊ ካብቲ ንስኻ ክትበጽሖ ከም ትደሊ ዝወሰንካላ ግዜ እቲ ኣብ ውሽጥኻ ዘሎ ናይ ባህጊ ሓይሊ ንደገ ክወጽእ ይጅምር። እዚ ከኣ እዩ መጀመርታ ናይ ሓደ ኣዝዩ ዓቢ ነገር ዝኸውን። ነዚ ኣብ ውሽጥኻ ዘሎ ናይ ባህጊ ሓይሊ ንኽትረክብ ኩሉ ዝከኣለካ ግበር። ቅማረ ናይ ዓቕሊ፣ ሓቦ፣ ጻዕሪ ሓደ ነቕ ዘይብል ናይ ዓወት መሰረት ይሃንጹ። እቲ ምቅላስ ዘየቋርጽ ሰብ ኩሉ ግዜ ናይ ምዕዋት ዕድል ኣለዎ። እቲ ተስፋ ዘይቆርጽ ሰብ ብፍጹም ኣይሰዓርን እዩ። እቲ ዘየቋርጽ ዋላ ደኣ ግዜ ይውሰድ እምበር ምዕዋቱ ኣይተርፎን እዩ። ኣብዚ ግዜ እዚ እቲ ትጽበዮ ውጽኢት ትረክብ እንተዘይሃሊኻ ፈጺምካ ከይተቋርጽ። ክሳብ ሕጂ ብዘይ ምዕዋትካ ዓቕሊ ግበር ናብ ዕላማኻ ገጽካ ኣብ ምስራሕ ግን ብፍጥነት ዕየ ጸዓር ናትካ ምዃኑ ኣይተርፎን እዩ ዕብየትን ሓይልን ብተደጋጋሚ ብምዕያይን ብድሆታት ብምስጋርን እዮም ዝመጹ ኩሉ መሰናኽል ኩሎም ጌጋታት ኣብ ውሽጦም ካብኦም ዝዓቢ ናይ ረብሓ ፍረ ሓዚሎም እዮም ዝመጹ ኣብ ታሪኽ መብዛሕቶም ዓበይቲ ሰባት እቲ ዝዓበየ ዓወቶም ብቐጥታ ድሕሪ እቲ ዝዓበየ ውድቀቶም እዮም በጺሖሞ። ብሉጻት ዕድላት መብዛሕትኡ ግዜ ብኸቢድ እዋን ወይ ግዝያዊ ስዕራት ተኸዲኖም እዮም ዝመጹ። መብዛሕትኦም ሰባት ቅልል ዝበለ ወይ ብድሆታት ዘይብሉ ህይወት ክህልዎም እዮም ዝደልዩ። ቃንዛን ከቢድ ብድሆን ዝምነ ወላ ሓደ ሰብ የለን። ከምኡ እዩ ድማ ክኸውን ዘለዎ። ግን ዕቤት ኣብኡ እዩ ዝምርኮስ። ኣካላትና እንተተዓዚብናዮ፣ ጭዋዳታት ብኸበድቲ ክብደታት እንተኣለማሚድናዮ ናብ ዕብየት የምርሕ። እንዳኾስኮስካያ ንግዚኡ ብድሆ ዘስዓብካላ ተኽሊ ድሒራ ኣዝያ ትሕይልን ትዓብን። በቲ ኣብ ህይወት ድላይካ ንምርካብ ትቃለሶ ዝስዕብ ብድሆን መስገደላትን እዩ ዕብየት ዝስዕብ። እቶም ዝደለይዎ ንምርካብ ምስራሕ ዘቋረጹ ኣቐዲሞም ወዲቖም እዮም። ብርግጽ ደጊም ውድቀታት ኣይከጋጥምዎምን እዮም፣ ብጌጋታቶም እውን ኣይክሓፍሩን እዮም። ካብዚ ዝኸፍእ እንዳተጻወሩ እዮም ግን ክነብሩ፣ ንሱ ከኣ ጣዕሳ እዩ። እቲ ዝበለጸ ንስኻ ንምዃን ትጓዓዝ ተደኣ ሃሊኻ፣ ኣብቲ ጉዕዞ ብርግጽ ውድቀት ኣሎ፣ ብጌጋታት ምሕፋር ክህሉ እዩ። ንስኻ ኣየቋርጽን እየ እንተኢልካ፣ ዓቕሊ እንተጌርካ ግን ዕላማኻ ክትሃርም ጥራይ ዘይኮነስ ካብኡ ዝበልጽ ክትረክብ ኢኻ። ኩርዓትን ብሉፅ ምስልን ኩርዓትን ብሉፅ ምስልን ማለት ካራክተር ካብ ዕቤት ጥራዮም ዝመፁ ዕቤት ክመፃሉ ዝኽእል እንኮ መንገዲ ንገዛ ርእስኻ ንቕድሚት ብምድፋእ እዩ ኣብ ትሕቲ ዝኾነ ይኹን ኣጋጣሚ ብዘየገድስ ዕቤት ክትገዝኦ ኣይትኽእልን ኢኻ ክትክፈሎ ኣለካ ነፃ ግዜኻን ገንዘብካን ኣብ ምንታይ ከም ተውፍሮ ንገረኒ ካብ ሎሚ ድሕሪ ዓሰርተ ዓመት መንን ኣበይን ከም ትኸውን ክነግረካ መጻኢኻ እንታይ ከም ዝመስል ክትፈልጥ ትደልዶ? ናብቶም ብተደጋጋሚ እትገብሮም ልምድታት ተመልከት። ሓያላት እንተ ደኣ ዀይኖም፣ መጻኢኻ ብሉጽ ክኸውን እዩ። ናብቲ እትደልዮ ዓይነት ህይወት ገጽካ ከም እተምርሕ ዲዛይን ዝዀኑ እንተ ደኣ ዀይኖም፣ ናብቲ እትደልዮ ህይወት ክተምርሕ ኢኻ። እንተ ዘይኰይኑ ግን ብኣንጻሩ እዩ። ሓደ ንመዓልታዊ ህይወትካ ክትወስዶ ዘለካ ኣክሽን ዝዀነካ ውጥን ኣውጽእ። እዚ ድሕሪ ግዜ ናብ ሓያላት ዝዀኑ ልምድታት ከምርሓካ እዩ። ናብ ዕላምኻ ገጾም ዘቕርቡኻ ለምታ። ዕላማ ብንጹር ዕለት ዝተጻሕፈ ሕልሚ እዩ። ዕላማ ጽቡቕ እኳ እንተኾነ ብዘይ ዕለት ግን ሕልሚ ትምኒት ጥራሕ እዩ። ሕልምታት ናብ ጋህዲ ክመጹ ዝኽእሉ ተገዲስካ እንተሒዝካዮም ጥራሕ እዮም። ተገዲስካ ምሓዝ ማለት ናይ ግድን ክብጽሑሉ ዘለዎም ዕለት ምቕማጥ ማለት እዩ። ተቐምጦ ዕላማ ብሓደ ክፋሉ ንክትበጽሖ ዝብድሃካ ኮይኑ በቲ ካልእ ክፋሉ ድማ ብገለ ሚእታዊት ኣብ ምብጽሑ ክትኣምን ኣለካ ንምብጽሑ ክብድሃካ ኣለዎ ዘይከኣል ግን ክኸውን የብሉን ብኻልእ ኣባህላ እዚ ሕጂ ዘለኻዮ ንስኻ ዘይበጽሖ ክኸውን ኣለዎ ጽዒርካ ናብቲ ዝበለጸ ንስኻ ብምጓዓዝ ዝብጻሕ ክኸውን ኣለዎ ኣብ ትሰዓረሉ ግዜ ዘውጻኻዮም ውጥናት ቁኑዓት ከም ዘይነበሩ ከም መልእኽቲ ተቐቢልካ ደጊምካ ኣመሓይሾም እሞ ተስእ። ስዕረት ንኹላትና ዘጋጥመና እዩ። መብዛሕትኦም ተስፋ ይቖርጹ። ከም መብዛሕትኦም ኣይትኹን። ግዝያዊ ስዕረት እንተ ኣጋጢምካ ሓላፍነት ውሰድ። ከተመሓይሾ እትኽእል እንታይ ኣሎ? ነቲ ጌጋ ከመይ ጌርካ ከም ናይ ትምህርቲ ምዕራፍ ክትወስዶ ትኽእል? ኣብ ዝመጽእ ግዜ መንገድኻ ብኸመይ ንጹር ክኸውን ይኽእል? ፈጺምካ ተስፋ ከይትቖርጽ፣ ብስኒ ነኺስካ ምጽዋር ንኹሎም መስጦም፣ ደጊምካ ብዙሕ ከይተዛረብካ ብውጽኢትካ ኣድገሞም። ኩሉ ሰብ ኣብ ርእሱ ክስእሎን ክኣምኖን ዝኽእል ክበጽሖ ይኽእል እዩ። ንሓንጎልና ብጀካ እቶም ባዕልና ነቐምጦም ደረት፣ ደረታት ዝበሃል የብሉን። ሂል ደረታት ከም ዘየለዉ እዩ ዝኣምን ነይሩ። መብዛሕቶም ዓበይቲ ሰባት ኣብ ታሪኽ እንተተዓዚብና ሕብረተሰብ ዘቐመጦ ደረት ዘይቅበሉ እዮም ነይሮም። ደረታት እንተዝቕበሉ ነይሮም ድሕሪ ምሕላፎም ስሞም ኣይምተዘከረን ነይሩ። ሰናይ ዝኾነ ሰባት ክጠቅም ዝኽእል ሕልሚ እንተደኣ ኣለካ ናይ ስድራ ቤት፣ የዕሩኽ ወይ ሕብረተሰብ ደረታት ኣይትቀበል። ቅድሚ ሕጂ ዘይተገብረ እንተደኣ ኮይኑ ንስኻ ቀዳማይ ክትከውን ከም ትኽእል እመን። ወላ ሓደ ሰብ ዝኣምነካ እንተዘይረኺብካ ንስኻ ጀማሪ ኩን። ኣብ ህይወትካ ብሉጽ ነገር እንተደሊኻ እቲ ዝበለጸ ክህልዎ ዝኽእል ትሕዝቶ ኣተሓሳስብኻ ማለት ማይንድሰት ናትካ ምዃኑ ዘክር። እቲ ዘድልየካ ኣተሓሳስባ ኣማዕብል። ኣብ ገዛእ ርእስኻ እመን እሞ ዘይዕገት ኩን። ኣብቲ ጫፍ ኣስካላ ናይ ዓወት ብዙሕ ጻዕቂ ናይ ሰባት የለን። ምኽንያቱ መብዛሕትኦም ሰባት ንዕቤት ዝኸውን ዝኾነ ይኹን ስጉምቲ ስለ ዘይወስዱ። ኣብ መጀመርታ ዝኾነ ይኹን ስጉምቲ ምውሳድ ይኣብዩ። እዚ ዘበገሶ መዓልታዊ ንህይወት ንኽሰግርዋ እቲ ዝዓበየ መስገደል ይኾኖም። ካብቶም ውሑዳት ብኣግኡ ነቲ ጉዕዞ ዝጅምርዎ ኩን። ነቲ ድሒሩ ዝመጽእ ቀሊል ጉዕዞ ከተስተማቕሮ፣ ነዚ ናይ ሕጂ ከቢድ ዝመስል ጉዕዞ ክትከዶ ኣይትፍራሕ። ነቲ መሳልል ናይ ዓወት ከይተሓለልካ ደይቦ። ኣብ ላዕሊ ምስ በጻሕካ፣ ክዓብዩ ድሌት ዘለዎም ንስኻ መርኣያ ክትኮኖም እትኽእል ሰባት ድለ። ህይወት ባዕልኻ ትሃንጻ ፕሮጀክት ምዃና ክርዳእ ፍርቂ ዕድመ'ዩ ወሲድለይ። ሓሳባትካ ባዕልኻ እንተዘይተቖጻጺርካዮም ባዕሎም ክቆጻጸሩኻ'ዮም። እዚ ትገብሮ ትነብሮ ዘለኻ ህይወት ብርግጽ ናትካ'ዩ። ናትካ ስለ ዝኾነ ድላይካ ክትሃንጸሉ ትኽእል ኢኻ። ብሉጽ ኣቃውማ ኣካላት እንተ ደሊኻ ናትካ ሓላፍነት'ዩ። ብሉጽ ኣተሓሳስባ እንተ ደሊኻ ናትካ ሓላፍነት'ዩ። መንግስቲ ክንዲ ጎቦ ዝኸውን ታክስ ከኽፍለካ ይኽእል'ዩ። ሓንጎልካ ታክስ ክገብሮ ዝኽእል ግን ወላሓደ የለን። እዚ ኩሉ ግዜ ንስኻ ክትቆጻጸሮ እትኽእል ነገር'ዩ። ባዕልኻ እንተ ዘይኮንካ ወላሓደ ክቆጻጸረካ ዝኽእል የለን። ሓንጎልካ ተኸናኸኖ። ልዕሊ እዚ ዘገድስ ነገር የለን። ፈልሲ ኣወንታውያን ሓሳባት ትኸለሉ፣ ንኽትዓቢ ዝሕጉዝኻ ትምህርታት፣ በቶም ጽቡቕ ክስምዓካን ከም ሰብ ሓያል ዝገብሩኻን ነገራት። መንገዲ ናይ ዓወት ኩሉ ግዜ ሓደሽቲ ነገራት ናይ ምምሃር ሽውሃት ዝመልአ እዩ። ኮነ ኢልካ ከባቢ ናይቶም ትብህጎ ዓይነት ህይወት ክትሃንጽ ዝጸልዉኻ ሰባት ድለ። ብዛዕባ ኩሎም ነገራት ኩሉ ትፈልጥ ኮንካ ምቕራብ ናብ ዋላ ሓደ ከብጽሓካ ኣይኽእልን። ኩሉ ከም ዘይትፈልጥ እኹል ትሕትና ይሃልኻ። ኣብ ኩሉ ትኸዶ ሓድሽ ፍልጠት ንምእካብ እኹል ተርባጽ ድማ ይሃልኻ። መጽሓፍቲ፣ ካብ ትምህርታትን ካብ ትዛረቦም ሰባትን ኩሉ ግዜ ካብ ኩሎም ትረኽቦም ሰባት ክትምሃሮ እትኽእል ንእሽተይ ነገር ኣሎ። ንገዛ ርእስኻ ወይ በቶም መጻኢኻ ዝድግፉ ወይ ኣብዚ ግዜ እዚ ጽቡቕ ክስምዓካ ዝገብሩ ሰባት ክበባ። ንስኻ ናይ ዕጫኻ ንጉስ ኢኻ። ንስኻ ናይ ባዕልኻ ከባቢ ክትጸሉ ክትቆጻጸር ትኽእል ኢኻ። ንስኻ ንህይወት ከም ትደልዮ ዓይነት ኮንካ ክትነብራ ትኽእል ኢኻ። ዓበይቲ ነገራት ክትገብር እንተዘይክኢልካ ንኣሽቱ ነገራት ብብሉጽ መንገዲ ግበሮም። እቲ ቁኑዕ እዋን ኩሉ ግዜ ሕጂ እዩ። ኣብቲ ዘለኻዮ ጀምር። በቲ ዘለካን ትኽእሎን ጀምር። በቶም ዘለውኻ መሳርሒታት ጀምር። ጉዕዞኻ ኣብ ትቕጽለሉ ዝበለጹ መሳርሒታት ክትረክብ ኢኻ።